ከከም ኣድላይነቱ መልስታቱ ሒዝናልኩም ክንቀርብ ምዃንና ክንሕብረኩም ንፈቱ። ኣብ ዝሓለፈ ክፋል ናይ ትምህርትና ብዛዕባ ኦፐሬቲንግ ሲስተም ዝብል ኢና ተማሂርና ኔርና። ብሓፈሻ ኦፐሬቲንግ ሲስተም እንታይ ምዃኑን ጥቕምታቱን ድማ ተማሂርና። ከምኡ'ውን ኣብ ኮምፒዩተራትና፣ ሞባይላትና ከምኡ'ውን ንሰርቨራት እንጥቀመሉ፣ ዝተፈላለዩ ዓይነት ኦፕሬቲንግ ሲስተም ኩሉ ነንበይኑ ምዃኑ ክንርኢ ክኢልና ኔርና። ንሎሚ ድማ መበል ዓስራይ ክፋል ትምህርትና ሒዝናልኩም ቀሪብና ኣለና እሞ ተኸታተሉ። What is an application? ኣፕሊኬሽን እንታይ ማለት እዩ? መቸም ኣብ ሞባይላትና ዝተፈላለዩ ኣፕሊኬሽናት ወይ ድማ ኣፕ ፂዒንና ንጥቀም ኢና። ብተመሳሳሊ ድማ ኣብ ኮምፒተርና ዝተፈላለዩ ኣፕሊኬሽን ሶፍትዌራት ብምፅዓን ንጥቀም ኢና። እዞም ኣፕሊኬሽናት ዝተፈላለዩ ዕማማት ወይ ድማ ንጥፈታት ንምክያድ ድማ ንጥቀመሎም። እቶም ኣብ ኮምፒውተርና ንጥቀመሎም ዴስክቶፕ ኣፕሊኬሽንስ ተባሂሎም እውን ይፅውዑ እዮም። እቶም ኣብ ሞባይል ቴሌፎናትና ንጥቀመሎም ድማ ሞባይል ኣፕስ ኢልና ንጽውዖም። ኮምፕዩተርና ምስ ወላዕናያ ነቲ ኦፕሬቲንግ ሲስተም እያ ሎድ ትገብሮ መጀመርያ። ብድሕሪኡ እቲ ክንሰርሓሉ ደሊና ዘለና ዝተፈላለየ ኣፕሊኬሽናት ወሊዕና ድማ ስራሕና ንጅምር። ንኣብነት ደርፊ እናሰማዕና ደብዳቤ ንጽሕፍ ከምኡ ውን ሰነዳት ናብ ፍላሽ ነስግር እዚ ድማ ማልቲ ታስኪን ንብሎ። ካብ ሓደ ንላዕሊ ኣፕሊኬሽን ኣብ ሓደ ግዜ ወሊዕና ዝተፈላለዩ ስርሓት ክንሰርሕ ምኽኣል ማለት እዩ። ኣፕ ክንብል ከለና ኣሕጽሮተ ቃል ናይ ኣፕሊኬሽን ማለትና እዩ። ብፍላይ ድማ ንኣዝዮም ንኣሽቱ ብነጻ ክንረኽቦም ወይ ድማ ብሕሱር ዋጋ ዳውንሎድ ጌርና ኣብ ቴሌቪዥናትና፣ ኣብ ሞባይላትና፣ ኣብ ታብለት፣ ኣብ ላፕቶፕ ክንጥቀመሎም እንኽእል ሶፍትዌራት ወይ ድማ ኣፕሊኬሽን ሶፍትዌራት ማለት እዩ። ዴስክቶፕ ኣፕሊኬሽንስ ኢልና እንፅውዖም እቶም ኣብ ኮምፒዩተራትና እንጥቀመሎም ሶፍትዌራት ወይ ድማ ኣፕሊኬሽንስ እዮም ማለት እዩ። እቶም ገለገሊኦም ኣዝዮም ፉል ፊቸር ዝኾኑ ከም በዓል ብማይክሮሶፍት ኦፊስ ዝዳለዉ ማይክሮሶፍት ዎርድ ዝኣመሰሉ ከም በዓል ንዲዛይን ንጥቀመሎም ናይ ኣዶቢ ኣዶቢ ፎቶሾፕ ዝኣመሰሉ ፕሮግራማት ወይ ድማ ዴስክቶፕ ኣፕሊኬሽንስ ክህሉና ከለዉ ገለ ገሊኦም ከኣ ንሓደ ወይ ክልተ ስራሕ ጥራይ ተባሂሎም ዝስርሑ ዴስክቶፕ ኣፕሊኬሽንስ ድማ ኣለዉ። ቀጺልና ንሪኦም ገለ ዝተወሰኑ ኣብነታት ናይ ዴስክቶፕ ኣፕሊኬሽን ክንርኢ ኢና። መጀመርታ እቲ ኩሉ ሰብ ዳርጋ ዝጥቀመሉ እዚ ማይክሮሶፍት ዎርድ ወይ ድማ ዎርድ ፕሮሰሰርስ ኢልና እንጽውዖም እዩ ማለት እዩ። ናይ ዎርድ ፕሮሰሰር እንታይ እዩ ዘድልየና ወይ ዝሕግዘና ደብዳቤ ክንጽሕፍ ወይ እዚ ፍላየር ዲዛይን ክንገብር ወይ ድማ ዝተፈላለዩ ዶክመንትታት መፅሓፍቲ ክንፅሕፍ ከለና ድዩ ደብዳቤታት ክንፅሕፍ ከለና ድዩ ኣብ ከምኡ እንጥቀመሉ ኣዝዩ ፍሉጥ ዝኾነ ብማይክሮሶፍት ዎርድ ዝፍለጥ ሶፍትዌር ኣሎ እዚ ሕጂ ሓደ ካብቲ ዴስክቶፕ ኣፕሊኬሽን ኢልና እንፅውዖ እዩ እቲ ብካልኣይ ደረጃ ኣብ ኮምፒተራትና ወይ ድማ ኣብ ኮምፒተራትና ንጥቀመሉ ዴስክቶፕ ኣፕሊኬሽን ዌብ ብራውዘርስ ኢልና ንፅውዖም እዮም። እዚ ዌብ ብራውዘር ኢልና ንፅውዖም ዝተፈላለዩ ሶፍትዌራት ኮይኖም ኢንተርነት ኣክሰስ ክንገብር ወይ ኢንተርነት ክንጥቀም ዝተፈላለዩ ዌብሳይታት ክንርኢ ዘኽእሉና ዴስክቶፕ ኣፕሊኬሽንስ እዮም ማለት እዩ። እቶም ገለ ገሊኦም ምስ ኮምፒተራ ምስ ኮምፒተራትና ምስቲ ኦፕሬቲንግ ሲስተም ተጻዒኖም ዝመጹ ኣለዉ። ካልኦት ድማ ዳውንሎድ ጌርና ክንጥቀመሎም እንኽእል ኣዝዮም ብዙሓት ናይ ዌብ ብራውዘር ሶፍትዌራት ድማ ኣለዉ። ገለ ካብቶም ኣዝዮም ህቡባት ዝኾኑ ዌብ ብራውዘርስ ክንርኢ ኢንተርነት ኤክስፕሎረር፣ ሞዚላ ፋየርፎክስ፣ ጉግል ክሮም፣ ሳፋሪ፣ ኦፔራ ዝኣመሰሉ ክንረክብ ንኽእል። ካልእ ናይ ዴስክቶፕ ኣፕሊኬሽንስ ኣብ ንርኢ ድማ ሜድያ ፕሌየርስ ዝተፈላለየ ሙዚቃ ይኹን ፊልምታት ክንርእየሎም ዘኽእሉና ኣብ ኮምፒውተርና ዝፀዓኑ ሶፍትዌራት ወይ ድማ ኣፕሊኬሽን ሶፍትዌራት ድማ እዞም ሜድያ ፕሌየርስ ኢልና ንፅውዖም እዮም። ገለ ካብቶም ኣዝዮም ህቡባት ዝኾኑ ሜድያ ፕሌየርስ ምስ እንርኢ ድማ ዊንዶውስ ሜድያ ፕሌየር ዝበሃል ኣለና። ምስቲ ዊንዶውስ ኦፕሬቲንግ ሲስተም ተፃዒኑ ዝመፅእ እዩ እዚ። ከምኡ እውን ኣብ ኣፕል ወይ ድማ ኣብ ማክ ኮምፒውተራት እንጥቀመሉ ድማ እዚ ኣይቲዩንስ ዝበሃል ሜድያ ፕሌየር ኣለና ማለት እዩ። ካልእ ንተወሳኺ ምስ ንደሊ ድማ ዳውንሎድ ጌርና ክንጥቀም ንኽእል ኢና ከም በዓል VLC ዝኣመሰሉ ዶም ፖት ፕሌየር ከም በዓል KMP ፕሌየር ዝኣመሰሉ ብዙሓት ዝተፈላለዩ ሶፍትዌራት ነዚ ዕማም እዚ ዝሰርሑ ድማ ኣለዉ እዚ ንሪኦ ዘለና እቲ ኣይቲዩንስ ኢልና ንፅውዖ ሜድያ ፕሌየር እዩ እዚ ንዕዘቦ ዘለና ዳኣ ድማ እቲ ዊንዶውስ ሜድያ ፕሌየር ኢልና ንጽውዖ ኣብ ዊንዶውስ ኦፕሬቲንግ ሲስተም እንጥቀመሉ ሜድያ ፕሌየር እዩ። እዚ ንሪኦ ዘለና VLC ተባሂሉ ዝፅዋዕ ሜድያ ፕሌየር እዩ። ካልእ ኣብ ኮምፒውተራትና እንጥቀመሎም ዝተፈላለዩ ናይ ዴስክቶፕ ኣፕሊኬሽን ድማ ጌምስ እዮም ማለት እዩ። ሕጂ እቶም ገለገሊኦም ምስ ኮምፒተርና ተጻዒኖም ዝመጹ ጌምስ ኣለዉ፣ ንኣብነት ከምዚ ናይ ሶሊቴር ኢልና ንጽውዖ፣ ቸስ፣ ዝኣመሰሉ ጌምስ ኣለዉ። ካልኦት ጌም ድማ ንኮምፒተር ተባሂሎም ዝስርሑ ኣለዉ፣ ከም በዓል ሄሎ፣ ዋላ እውን ብዙሓት ብዙሓት ክንጠቅስ ንኽእል ኢና ማለት እዩ። እንተኾነ ጌም ክንጻወት ከለና እቲ ናይ ኮምፒዩቲንግ ፓወር ኣዝዩ ልዑል ፔርፎርማንስ ስለ ዘድልየን እታ ኮምፒዩተርና ጥዑይ ዝኾነ ፔርፎርማንስ ዘለዋ ክትከውን ተመራጺ ይኸውን። ቀጺልና ንሪኦም ድማ እቶም ኣብ ሞባይል ቴሌፎናትና እንጥቀመሎም እንጥቀመሎም ኣፕስ እዮም እዚኣቶም ድማ ሞባይል ኣፕስ ኢልና እንጽውዖም እዮም እዞም ኣፕስ እዚኣቶም ኣብ ስማርት ፎን ወይ ድማ ኣብ ታብለት ክንጥቀመሎም እንኽእል ኣፕሊኬሽንስ እዮም። ሕጂ ድማ ቀጺልና ገለ ኣብነታት ኣብ ሞባይላትናን ኣብ ታብለትናን ክንጥቀመሎም እንኽእል ኣፕሊኬሽን ንርኣ። ቀዳማይ ጂሜይል፣ Gmail፣ ዝበሃል ናይ ብጉግል ካምፓኒ ዝፈረየ ወይ ድማ ዝተሰርሐ ኣፕ ኮይና ኣብ ሞባይልና ወይ ድማ ኣብ ታብለትና ብምጽዓን ዝተፈላለዩ ኢሜይል ክንሰድድን ከምኡውን ክንቅበልን እተኽእለና ኣብ ኣንድሮይድ ይኹን ኣብ iOS ክንጥቀመላ እንኽእል ኣፕሊኬሽን እያ። ካልእ ኣብነት ኢንስታግራም እዚ ዳርጋ መብዛሕትና ንጥቀመሉ ናይ ሶሻል ሚድያ ኣፕ ኮይኑ ብፌስቡክ ካምፓኒ ዝውነን ኮይኑ ዝተፈላለየ ስእልታት ምስ የዕሩኽትናን ምስ ስድራ ቤትናን ክንለዋወጠሉ ዘኽእለና ኣብ ኣንድሮይድ ከምኡውን ኣብ ኣይኦኤስ ኦፕሬቲንግ ሲስተም ናይ ሞባይል ዝሰርሕ ሞባይል ኣፕሊኬሽን ካልእ ኣብነት ምስ ንወስድ ድማ ዱዎሊንጎ እትበሃል ዝተፈላለየ ኲዝ፣ ጌም ከምኡውን ካልእ ኣክቲቪቲስ እናሰራሕና ሓደስቲ ቋንቋታት ክንመሃረላ እተኽእለና ብልጽቲ ኣፕሊኬሽን እያ። እዛ ኣፕሊኬሽን እዚኣ ዝተፈላለዩ ሓድሽ ሓድሽ ቋንቋታት ክንመሃር እተኽእለና ንኣንድሮይድን ከምኡውን ኣብ ኣይኦኤስ ክትሰርሕ እትኽእል ፍልጥቲ ኣፕሊኬሽን እያ። ሕራይ እምበኣር ሕጂ ድማ ኣብ ሞባይልና ዝስርሑ ኣፕሊኬሽንስ ከምኡ እውን ኣብ ኮምፒውተርና ዝስርሑ ዴስክቶፕ ኣፕሊኬሽንስ ክንርኢ ጸኒሕና ከመይ ጌርና ኢና ሓደ ሓድሽ ኣፕሊኬሽን ናብ ኮምፒውተርና እንጽዕኖ ኮምፒዩተራትና ይኹና እተን ሞባይል ዲቫይስ ኢልና እንፅወዐን ምስአን ተፃዒኑ ዝመፅእ ዝተፈላለየ ኣፕሊኬሽንስ ኣሎ። ንኣብነት ከም ዌብ ብራውዘርስ ከምኡ እውን ሜድያ ፕሌየርስ ምስአን ተፃዒኑ ዝመፅእ ኣሎ። እንተኾነ ግን ንሕና ድማ ተወሳኺ ኣፕሊኬሽን ዘድልየና ገዚእና ክንፅዕን ንኽእል ኢና። ሕራይ እምበኣር ኣብ ናይ ሎሚ ትምህርትና ብዛዕባ ኣፕሊኬሽን ሶፍትዌር ዝብል እዩ ነይሩ። ኣፕሊኬሽን ሶፍትዌራት ወይ ድማ ዴስክቶፕ ኣፕሊኬሽንስ ከምኡ እውን ናይ ሞባይል ኣፕሊኬሽንስ ፍልልያቶም ብኣብነት እናኣሰነና ርኢና። ብተወሳኺ ከመይ ጌርና ኣፕሊኬሽን ሶፍትዌር ንምጽዕን ኣብ ኮምፒተራትናን ኣብ ሞባይል ቴለፎናትናን ድማ ርኢና ኣለና። እሞ ኣብ ቀጻሊ የራኽበና ስለ ዝተኸታተልኩምና ኣዚና ነመስግን። ቻው።